ብልፅግና ናይ ፅንተት ሓይሊ እዩ ካላስ።
ዙርስ ገጠር ትግራይ ብሱር ኢትዮጵያ ሲኻ ኣዳራሽ ደስታ ሆቴል ወይ ኣብ ሊባኖስ ሆቴል ወይ ናም ሆቴል ድዩ ተዚ ትግራይ ዝመስለኩም ዘሎ ፖለቲካ ምቅል ማለት ናይ ኤሊት ምቅል ማለት ኣይኮነ ሕገ መንግስታውን ሕገ መንግስታዊ ቤዝን ክህሉ ኣሎ ሌጋል ቤዝ ክህሉ ኣሎ ሓደ ኣብታ ወንበር ዝቕመጥ ኣካል ደሞዝ ክኸፍል እየ ኢሉ ርግጸኛ ኮይኑ ዘይናገር ተኾይኑ መንግስቲ ኣይኮንኩን ኢሉ እናኣወጀ ከሎስ ሜሱ ኣብቲ ወንበር ግን ክጸንሕ ይደሊ እየ ይብለኒ ኣሎ ንሶ ወንበር ብምጽንሑ ኣነ እናሞትኩ ዝቕጽል ተኾይነ ናይ መንግስትነት ንዓየ እንታይ እዩ ቫልዩ? ምስ ኣርባዕተ ውድባት ብግልጺ ኣብዚ ሕዚ ዘሎ መዋጽእ ከመይ ክኾን ከም ዘለዎ ብግልጺ ተፈራሪምና፣ ኣውዚ ዝምልከት እንታይ መፍትሒ ክነቕምጥ ከም ዘለና ብግልጺ ተስማዕሚዕና ኢና። ግልጺ ኣብ ዝተስማዕማዕናዮ ህወሓት ባዕሉ ናይ በይኑ ኣባላቱ ዘምጸሉ መድረኽ የለን። ህወሓት ውዳበ ህዝቢ ትግራይ ስለ ዝኾነት እዮም ዝፈርሕዋ ዘለዉ እቶም ምዕራባውያን። ዓቕሚ ትግራይ ማለት ማ? ዓቕሚ ጸላኢ ዘይኮነ ሓይሊ ማለት እየ። ምስቲ ናይ ኣዲስ ኣበባ ዘሎ ስርዓት ኣጽናትን ስርዓት ብቐጥታን ብተዘዋዋርን ምዝማድ ዘለዎ ኣካል ዓቕሚ ትግራይ ኣይኮነን፣ ዓቕሚ ጸላኢ እሱ። ናይታ ኢትዮጵያ ትበሃል ዓዲ ማእኸላይ መንግስቲ ኩሉሻዕ ንትግራይ ልርእየሉ መነፅር ሓደጋነት እዩ። ብመሰረቱ
ናይ ትግራይ ዘላቂ መፍትሒ ኣብ ምፍራስ መንግስቲ ኢትዮጵያ እዩ ዝምስረት ዝብል ሓሳብ እዩ ዘለና። ንሕና ተጋሩ እኮ ንዓለም ኻብ ድኽነት ከመይ ከም ዝውጻእ ዘምሃርና እኮ ኢና እዚ ትምክሕቲ ኣይኮነን። ኣነ ብናተይ ርድኢት ያው ከምኡ እንድሕር ኮይኑ ቀጥታ ህዝቢ እውን ናብ ውግእ ንእተ እዩ ካሊእ ትርጉም ምንም የብሉ። እዞም ፀገማት እዚኣቶም ዝመፁ ሲ ኣብ ትሕቲ እቲ ሕዚ ንቲ ትግራይ ይመርሕ ኣለኹ ዝብል ዘሉ ሓይሊ እዩ። ዓቕሙስ ተፈቲኑ ሰለስተ ኣርባዕተ ግዜ ወዲቑ እዩ። እንታይ ይብል ፖለቲከኛታት ነግልሶ እሞ ካልእት ሰባት እውን እስቲ ዕድል ንሃቦም ዝብል ማለት እዩ። ንዓይ ናይ መጀመርያ እዝነ እዩ እዚ። እንታይ ንገዳማት ዲና ክንዎም? ንፈለስቲ ዲና ክንዎም? ስርዓት ፒፒ
መጽነታ እዩ ኢልና ተኣማሚንና እንድሕር ኮይንና፣ ሸዊት እውን ኣብዚ ንጹር መርገጺ ተወሲድካ ገዛ እውን ኣብዚ ንጹር መርገጺ እንተወሲድና ፅንተት ድማ ዓለም ውግዝ እዩ ፅንተት ዘካይዱ መንግስታት ክነብሩ የብሎምን በቃ ስለዚ ስርዓት ፒፒ ክነብር የብሉን መፍትሒ ክመፅእ ዘለዎ ድማ ስርዓት ፒፒ ከመይ ይወገድ ኣብ ዝብል ኢና ነቁጥና ክንሰርሕ ዘለና ድሕሪ መጋቢት ሰላሳ እንታይ ክፍጠር ይኽእል ኣብ ትግራይ